ዝበዝሐ ኢትዮጵያ ትጥቀመሉ ወደብ እዩ። ይኹን እምበር እዚ ወደብ እዚ ንኸተመሓድሮ ነዛ ናይ ስዑዲ ዓረብ ትካል እያ። ፀጉረይ ኣይቆርፆን እየ ዝበለ ዝትሪእዎ ዘለኹም ሰብ ኣብ ዝተመርሐ ስነ ስርዓት ተፈራሪመን ኣለዋ። ንሰፊሕ ውሽጣዊ ሸነኽ ኢትዮጵያ እውን ንኹሉ ዓይነት ፅዕነት ወሳኒ ኣፍ ደገ ምኾኑ ከምኡ እውን ኣብ ናብ ኣዲስ ኣበባ ቐጥታ ዘራኽቡን ኢማራት ዓረብ ነዚ ሰራዊት ዝትህቦ ዘላ ቐጥታውን ሎጂስቲካውን ካልእ ደገፍን ትማሊ ግን ከምዘቃረፆ ሓሳቡ ከም ዝቀየረ እዩ መጀመርያ ተራእዩ ነይሩ ድዩ? ሰላም ከመይ ትኾኑ ጋይስ ከኣ ፊሊን ሎማዓንቲ ካብ ዝተፈለየ ኣገዳሲ ዝበልክዎ ሓበሬታ ተመሊሰ ኣለኹ ሳብ መወዳእታ ምሳይ ጽንሑ ከምቲ ልሙድ ላይክ ምግባር ጀምርዋ ላይክ ኣይትረስዑ Let's go ስለዚ ጋይስ ናይ መጀመርያ ሓበሬታ ቤት ፍርዲ ዓለም ሱዳን ኣብ ልዕሊ ኢማራት ዓረብ ዘቅረበቶ ናይ ዓሌት ምጽናት ክሲ ነጺግዎ ኣሎ ዝብል እዩ ሱዳን ኣብ ዞባ ምብራቅ ዳርፉር ዝተፈጸመ ምጽናት ዓሌት ሕቡራት ኢማራት ዓረብ ተሓታቲ'ያ ክትብል ዘቕረበቶ ኣህጉራዊ ቤት ፍርዲ ፍትሒ ነጺግዎ ኣሎ። ላዕለዋይ ቤት ፍርዲ ሕቡራት ሃገራት ነቲ መስርሕ ንምቕጻል ስልጣን ከምዘይብሉ ብንጹር ኣዊጁ ኣሎ። ኣብ ወርሒ መጋቢት፣ ሱዳን ሕቡራት ኢማራት ዓረብን ንሓይልታት ቅልጡፍ ደገፍ ወተሃደራውን ፋይናንሳውን ደገፍ ብምግባር ናይ ዓሌት ምጽናት ብናይ ዓሌት ምጽናት ክሲ ከምዘቕረበሉ ይዝከር። ሱዳን ሕቡራት ኢማራት ዓረብን ኣብ ልዕሊ ብሄረ ማሳሊት ኣብ ዳርፉር ዝካየድ ዘሎ ምጽናት ዓሌት ንምክልኻል ግዝያዊ ስጉምትታት ክትወስድን ምስ ዘይመንግስታዊ ዕጡቓት ጉጅለ ዝግበር ዝኾነ ይኹን ደገፍ ወይ ውን ምትሕብባር ከብቅዕ ከተገድድ ሓቲታ። ጊዚያዊ ሚኒስትር ፍትሒ ሱዳን ሙዓዊ ዑስማን ኣብ መስርሕ ፍርዲ ኣብ ዝሃቦ መግለጺ፣ ኢማራት ዓረብ ነዚ ሰራዊት ዝሃበቶ ም ትህቦ ዘላ ቀጥታውን ሎጂስቲካውን ካልእ ደገፍን ቅትለትን ዓመጽን ግዱድ ምዝንባልን ምዝማትን ሓዊሱ ቀንዲ መንቀሳቐሲ ሓይሊ ኮይኑ ይቕጽል ኣሎ ብምባል ጠቒስዎ ነይሩ። ላዕለዋይ በዓል ስልጣን ሚኒስትሪ ጉዳያት ወጻኢ ሕቡራት ኢማራት ዓረብ ሪም ኬታይት ቅድሚ እዚ ውሳነ ኣብ ዝሃቦ መግለጺ፣ እዚ ጉዳይ ፍጹም መሰረት ዘይብሉ ምዃኑን ንጹርን ወሳንን መረጋገጺ ዘይብሉ ምዃኑን እውን ገሊጹ ኣሎ። እቲ ብ ሽሕን ትሽዓተ ሚእትን ኣርባዓን ሸሞንተን ዝተኸተመ ውዕል ምክልኻል ምንቅስቓስ ገበን ምጽናት ዓሌትን፣ ማሕበረሰብ ዓለም ዳግም ምጽናት ዓሌት ን ምክልኻል ዘለዎ ተወፋይነት ዘርኢ ሓፈሻዊ ባይቶ ሕቡራት ሃገራት ዝጸደቐ ናይ መጀመርታ ውዕል ሰብኣዊ መሰላት እዩ። ኣብ ካልእ ሓበሬታ ምናልባት ከም መዘናግዒ ከም ሓበሬታ እውን ክትርእይዋ ትኽእሉ ኢኹም ብዛዕባ እዛ ትርእይዋ ዘለኹም ስእሊ ክነግረኩም ማንቸስተር ዩናይትድ ብተኸታታሊ ሓሙሽተ ፀወታት እንተዘይተዓዊቶም ፀጉረይ ኣይቆርፆን እየ ዝበለ ዝትርእይዎ ዘለኹም ሰብ ድሮ ዓመት ንክትውዳእ ማንቸስተር ዩናይትድ ኣርባዕተ ፀወታታት ጥራይ ተሪፎ ኣሎ ፍራንክ ኤሊት ዝተባሃለ ደጋፊ ዩናይትድ ጋንትዎ ሓሙሽተ ተኸታታሊ ፀወታ እንተዘይተዓዊታ ፀጉረይ ከምዘይቆርፆ ፀጉሩ ከምዘይቆርፆ ካብ ዝገልፅ ኣብ ማሕበራዊ መራኸቢታት ቻሌንጅ ካብ ዝጅምር ድሮ ክልተ ሚእትን ዓሰርተ ሰለስተን ዓሰርተ ኣርባዕተን መዓልታት ኮይኑ ኣሎ። ክልተ ሚእትን ዓሰርተ ኣርባዕተን መዓልታት ኮይኑ ኣሎ። እቲ ሰብ ነዚ ብድሆ ካብ ዝጅምር መበል ክልተ ሚእትን ዓሰርተ ክልተን መዓልቱ ብምኽንያት ቅድሚ ትማሊ ዝዘርግሖ ቪድዮ ማለት እዩ። እታ ጋንታ ምስ ብሬትፎርድ ዘጋጠማ ስዕረት ተስፋ ስለዝቖረጸ እዩ ነታ ቪድዮ ዘርጊሕዋ ማለት እዩ። ሓሙሽተ ጸወታት ኣብ ዓመት ንኽትስዕር ተስፋ የብላን ብምባል ቪድዮ ሰሪሑ ነይሩ ማለት እዩ። ተስፋ ከምዝቖረጸ ስለዚ ከም ዝፍለጥ ከኣ ዩናይትድ ተሪፍዋ ዘሎ ፀወታት ኣርባዕተ ፀወታት እየን እተን ውሱናት እተን ፍሉጣት ተሪፈንኣ ዘለዋ ኣርባዕተ ፀወታት እየን ይኹን እምበር ምናልባት ዩሮፓ ሊግ እንድሕር ተዓዊታ ግን ሓንቲ ናይ መዛዘሚ ፀወታት ናይ መዛዘሚ ፀወታ ክትውሰኽ እያ ስለዚ ሓሙሽተ ፀወታት ክኾና እየን ይኹን እምበር ኣቐዲሙ ግን እዚ ከየጋጠመ ከሎ ተስፋ ዝቆረፀ እዩ ዝመስል ማለት እዩ ኣብ መበል 212 ተስፋ ቆሪጹ ኣሎ ስቲል ግን ኣይቆረጸን ዘሎ ከኣ ስቲል ኣይቆረጸን ዘሎ ስለዚ ኣብዘን ሓሙሸ ወይ ካብዘን ሓሙሸ ተሪፈንኦም ዘለዎ ፀወታት ተቐዳሚት እውን ክትረኣያ ማለት እዩ ስለዚ ተስፋ ኣለዎ ድ የብሉን ደገፍቲ ማንቸስተር ኣለኩም ድ ተስፋ ዘን ተኸታተልቲ ሓሙሸ ፀወታት ክስዕር ትኽእል ድያ ማንቸስተር ደገፍቲ ማንቸስተር ተሃሊኹም እዘይ ኮይኑ ከይቆረፀ ክውድ እዩ ማለት እዩ ናብ ካልእ ሓበሬታ ጅቡቲ ቅድሚ ሸውዓተ ወርሒ ምስ ኢትዮጵያ ትዘራረበሉ ዝነበረት ወደብ ንስዑዲ ዓረብ ሂባታ ዝብል እዩ። ተርሚናል ቀይሕ ባሕሪ፣ ጌትወይ ኢንተርናሽናል፣ RSGIT፣ ንወደብ ታጅራህ ኣብ ገማግም ምብራቕ ኣፍሪቃ ቀይሕ ባሕርን ከምኡ'ውን ባሕሪ ዓረብን ኣብ ዝርከብ ንመሳለጥያ ወፍርን ንምግባር ንምምሕዳርን ኣብ ስምምዕ በጺሐን ኣለዋ። እቲ ስምምዕ ኣቦ ወንበር ወደብ ታጅራህ ካሚል መሓመድ ዳይረክተር ግሎባል ኢንተርናሽናል ወይ ከኣ RSGTI ጋጋን ሰክሳይድ ብኣቦ ወንበር በዓል መዚ ወደባት ነጻ ዞባታት ጅቡቲ ኣቡበከር ዑመር ኣብ ዝተመርሐ ስነ ስርዓት ተፈራሪመን ኣለዋ። እዚ ምትሕብባር'ዚ ወደብ ጅቡቲ ጥራይ ዘይኮነ ንሰፊሕ ውሽጣዊ ሸነኽ ኢትዮጵያ'ውን ንኹሉ ዓይነት ጽዕነት ወሳኒ ኣፍደገ ምዃኑ ንምሕያል ዞባዊ ንግድን ቁጠባዊ ዕብየትን ንምድንፋዕ ዝዓለመ ምዃኑ'ውን ተዛሪቦም ኣለዉ። ወደብ ታጁራ ካብ ክልተ ሽሕን ዓሰርተ ሸውዓተን ዝተኸፍተ ኮይኑ መብዛሕትኡ ካብ ኢትዮጵያ ዝመጽእ ፖታሽየም ከምኡውን ንዞባና ዝኸውን ሓፈሻዊ ኣቑሑ ከሰል፣ ሓጺን፣ ጋዝ፣ ነዳዲ፣ ዱኽዒ ከምኡውን ኣቑሑ ሕርሻን ሓዊሱ ንሰደድ ዝግልገለሉ እዩ ማለት እዩ። ስለዚ ዝበዝሐ ኢትዮጵያ ትጥቀመሉ ወደብ እዩ። ይኹን እምበር እዚ ወደብ እዚ ንኸተመሓድሮ ነዛ ናይ ስዑዲ ዓረብ ትካል እያ ሂባታ ዘላ ወይም እዛ ናይ ስዑዲ ዓረብ ትካል እዩ ተሰማሚዓ ዘላ ማለት እዩ። ኣርባዕተ ሚእቲ ሽሕ ትርብዒት ሜቶር ዝሽፍን ወደብ ታጅራ፣ ክልተ መዕርፎ ነፈርቲ፣ ብድምር ኣርባዕተ ሚእትን ሰማንያን ሓሙሽተን ሜትሮ ንውሓት ዘለዎ ኮይኑ፣ ጎኒ ጎኒ ከኣ ዓሰርተ ኣርባዕተ ሜትሮ ዕምቆት ዘለዎ ከምኡ'ውን ሚእትን ቴስዓን ሜትሮ ዝንውሓቱ ወደብ ዘለዎ ኮይኑ፣ ዓመታዊ ክሳብ ሓሙሽተ ሚልዮን ቶን ሓፈሻዊ ጽዕነት ኣለዎ። ኣብ ሰሜን ገማግም ወሽመጥ ታጅራ ዝርከብ እዚ ወደብ፣ ብሓድሽ ዝተሃነፀ ፅርግያ ምስ ኢትዮጵያ ዘራኽብ ማለት እዩ፣ ኣገዳሲ ንግዳዊ መስመር ከምኡ እውን ኣብ ናብ ኣዲስ ኣበባ ቀጥታ ዘራኽቡን ዘለዎ መንገድታት ከምዝኾነ ኣብ ወደብ ጅቡቲ ዝመጣጠን ርሕቀት ናብ ኣዲስ ኣበባ ዝመጣጠን ርሕቀት ዘለዎ ምዃኑ እዩ ዝንገረሉ ማለት እዩ። እዚ RHGT International ዝበሃል ትካል ንኡስ ትካል ናይቲ ዓለም ለኸዊ ሓይሊ ወፍሪ ናይቲ ኣብ ጅዳ ዝመደበሩ ቀይሕ ባሕሪ ጌትወይ ተርሚናል፣ ኮይኑ ኣብ ስዑድ ዓረብ ዝዓበየ ተርሚናል ኦፕሬተር ኣብታ ሃገር ብሕታዊ ኣህጉራዊ ተርሚናል ኦፕሬተር ምዃኑ እዩ ዝንገረሉ። ናብ ካልእ ሓበሬታ ምስ ንኸይድ ብዛዕባ ኣሜሪካ ከምኡውን ካናዳ ዝምልከት እዩ። ድሕሪ ምርጫ ካናዳ ማርክ ካርኒ ንመጀመርያ ግዜ ናብ ኣሜሪካ ምብጻሕ ኣካይዱ ኣሎ። ዋሽንግተን ትማሊ ተረኺቡ ኣሎ ማለት እዩ። ምስ ትራምፕ ካኒ ኦፊሻሊ ዝርርብ ገይሮም ኣለዉ። ብዛዕባ ሞንጎ ዝነበረ ሽግርን ምናልባት ናይ ታክስ ዝምልከት እዩ ብዛዕባ ናይ ንግዲ ልውውጥ እዩ ኣብ ዝኾነ ስምምዕ ክበጽሓ ከም ዝኾና ከም ዝተረኣደኣ እዩ ድሒሩ ካብ ናይ ክልቲኦም ዝርርብ ወጻኢ ንሪፖርተራት ማርክ ካርኒ ዝሃቦ ሓበሬታ ማለት እዩ ስለዚ ክልቲኦም ትራምፕ ከምኡ ማርክ ካርኒ ትማሊ ኦፊሻሊ ንሪፖርተራት እውን መልሲ ሂቦም ነይሮም ገለ ካብኡ ተላዒሉ ካብ ዝነበረ ኣርእስታት ብዛዕባ ሓምሳን ሓደን ስቴትስ ዝምልከት እዩ ትራምፕ ከም ዝፍለጥ ካብ ዝመጽእ ኣትሒዙ ብዛዕባ ካናዳ ሓምሳን ሓደን ስቴትስ ክገብራ እየን ካናዳ ብምባል እዩ ዝዛረብ ነይሩ ትማሊ ግን ከም ዘቃረጾ ሓሳቡ ከም ዝቀየረ እዩ መጀመርያ ተራእዩ ነይሩ ድሒሩ ግን ደጋጊሞም ክሓትዎ ምስ ጀመሩ ግን ሓሳቡ ከም ዘይቀየረ ከም ዝደሊ እውን ተዛሪቡ ማርክ ካርኒዮን ካናዳ ይትሸየጥ ኔሉ መሊስሉ ስለዚ ብሓፈሻ እቲ እቲ ሓድሽ ዘረባ የለን ካብ ትራምፕ ትራምፕ ብሓፈሻ እቲ ዝመለስሉ ወይ ቅድሚ ሕጂ ዝብሎ ዝነበረ ከም ዘለዎ እዩ ዝደግሞ ነይሩ ማለት እዩ ማርክ ካርኒ ከዓኒ ብትሕትና ካልእ ክምልሰሉ ተራእዩ ማለት እዩ ስለዚ ግን ብሓፈሻ እቲ ኣብ መንጎ ክልቲኤን ሃገራት ዘሎ ናይ ንግዲ ልውውጥ ኣብ ስምምዕ ከም ዝበፅሑ ግን ማርክ ካርኒ ድሒሩ ንሪፖርተራት ዝሃቦ ሓበሬታት ገሊጹ ኣሎ ማለት እዩ ብጀካ እዚ ተላዒሎም ዝነበሩ ኣርእስትታት ብዛዕባ ኣብዚ ሕጂ እዋን ኣብ ሑቲ ወይ ኣብ የመን ዝካየድ ዘሎ መጥቃዕትታት እውን ተላዒሉ ነይሩ። ትራምፕ ናብ ሑቲ ንገብሮ ዝነበርና መጥቃዕትታት ደው ከነብሎ ኢና ኢሉ ኣሎ ወይ ደው ኣቢልናዮ ኣለና ምኽንያቱ ሑቲ ኣብ ልዕሊ መራኽብና ይኹን ኣብ ካልእ ብሓፈሻ ዝገብርዎ ዝነበሩ መጥቃዕትታት ደው ኣቢሎሞ ኣለዉ ንሕና ከኣ መብጽዐኦም ክንሕሉ መጥቃዕቲ ወይ ከዓ ደብዳብ ኣብ ልዕሊ ሑቲ ዝግበር ዝነበረ ኣቋሪፅናዮ ኣለና ብምባል እውን ተዛሪቡ ኣሎ ማለት እዩ ብዛዕባ ቻይና ዝምልከት ክሳብ ሕጂ ከምዘይተዘራረቡ ብዛዕባ ንግዲ ቻይና ወይ ከዓ እዚ ናይ ታሪፍ ኣብ ልዕሊ ቻይና ዝተገብረ ክሳብ ሕጂ ከምዘይተዘራረቡ ይኹን እምበር ንኣሜሪካ ከምዘይጎድኣ እዚ ሕጂ ደው ኢሉ ዘሎ ኣብ መንጎ ክልቲኤን ሃገራት ደው ኢሉ እዩ ዘሎ እቲ ናይ ንግዲ ልውውጥ ስለዚ እዚ ደው ምባል ከኣ ንዓና ከም ዘይጎድኣና እዩ ተዛሪቡ ዘሎ፣ ንኣሜሪካ ከም ዘይጎድኣ እዩ ተዛሪቡ ዘሎ፣ ቻይና እዮም ክጉድኡ ዝኽእሉ ብምባል ተዛሪቡ ኣሎ። ስለዚ ተኽኢሎም ክሰማምዑ ኣለዎም፣ እንተዘይኮይኖም ከኣ ከም ዘለዎ ክንቅጽል ንኽእል ኢና ዝዓይነቱ ዘረባ ተዛሪቡ ኣሎ ትራምፕ ማለት እዩ። ስለዚ